ከምዛ ኣብ ላዕሊ ንሪኣ ዘላና ኢንፎርመሽን ወጺኣ ዘላ ካብ ስካትዕታትን ንስኻ ኣታዊታትካ ጌጋ ኢንፎርመሽን ትህብ እንድሕር ድኣ ጸኒሕኻ ከምዚ ክብል ከለኹ ሸውዓተ ሚእቲ ሸሞንተ ሚእቲ ሽሕ ክሮነር ተእቱ እሞ ንስኻ ግን ክልተ ሚእቲ ሰለስተ ሚእቲ እየ ዘእቱ ኢልካ ዝወሓደ ቀረጽ መንግስቲ ማለት ስካት ክትከፍል ትጸንሕ እሞ እቲ ንስኻ ስካት ክትከፍሎ ዝግብኣካ ኣብ ወፍሪ ወይ ድማ ኣብ ዝለዓለ ወለድ ክህቡኻ ዝኽእሉ ባንክታት ከተቐምጦ ትጸንሕ ካብኡ ከኣ ወለድ ክትረብሓሉ ትጸንሕሞ በዚ ጌርካ ንስኻ ቢዝነስ ትገብር ኣለኻ ማለትዩ ስለዚ ዝብሉ ዘለዉ እዚ ዓይነት ኢንፎርመሽን ጌጋ ትህብ እንድሕር ሃሊኻ ብዛዕባ ኣታዊታትካ ንስኻ ጽባሕ ንግሆ ኣብ ሓደጋ ከይትወድቕ ምኽንያቱ መቕጻዕቲ ውን ክወርደካ ስለዝኽእል ከምዚ ጌርና ኢንፎርመሽን ንህብ ሰባት ኣለና ኢና ካብ ናብሰይ ጀሚርካ ማለት እዩ። ስለዚ እዚ ጌጋ ምዃኑ ብሕጊ እውን ክሐተካ ከም ዝኽእል እየም ዝሕብሩ ዘለዉ። ኣብ ከምዚ ዓይነት ሰባት ነጥነጥፍ እንድሕር ሃሊና ጥንቅቕ ክንብል ክንክእል ኣለና። ብዝያዳ ግን እቲ ዝግበኣና ቀረጽ መንግስቲ እንድሕር ደኣ ከፊልና ንሕና ጽባሕ ንግሆ ኣብ ሽግር ኣይንኣቱን ኢና ይብል ኣለኹ ሓውኹም። ኣጸግዕ ኣቢለ ከሕልፋ ዝደሊ ኢንፎርመሽን ከኣ ኣቱም ሰባት ለይትን ቀትርን ኢንፎርመሽን ነሕልፍ ኣለና ብዛዕባ ወፍሪ ለይትን ቀትርን ብዛዕባ ወፍሪ ክንሓስብ ክንክእል ኣለና። ሙሉእ ዝኾነ ዕብየት ሙሉእ ዝኾነ ለውጢ ክህበና ስለ ዝኽእል ሓቂ ዝኾነ ወፍሪ ተኸቲልና ንሕና ክንዓቢ ንኽኣል። እዚ ብዛዕባ ቢትኮይን ዶ ገለታት ዶ ገለታት ዶ ዝመጽእ ዘሎ ንርእዮ ኣለና። ማዕረ ክንደይ ቁልቁል ኣፉ ይድፋእ ከም ዘሎ ኣብ ከምዚ እምነት ዘለኩም ሰባት ጥንቅቕ እንዳበልና ኸኣ ኣይትሕመቑ ከምቲ ኩሉ ግዜ ዝሕልፎ ከኣ ዝኹነ ዓቕሚ የብለይን ብቕዓት የብለይን ኣፍልጦ የብለይን ዝብል ሓሳብ እንድሕር ሃልይካ ደውለለይ ሙሉእ ዘይጎደሎ ትምህርትን ኣፍልጦን ኢንፎርመሽን ክትረክብ ስለ ትኽእል ብውሕስ መንገዲ እንድሕር ደኣ ንስኻ ወፍርኻ ተካይድ እንድሕር ሃልኻ ኣብዞም ብዓይንኻ ትሪኦም ዘለኻ ትካላት ንስኻ ዕብየትካ ናይ ግድን እዩ ስለዚ ወፍርና ክንገብር ክንክእል ኣለና ወፍርና እዛ መልእኽቲ ናብ ብዙሓት ክትበጽሕ ሸር ላይክ ኮመንት ተቐመጢ ነርወይ። ናይ ብዙሕ ዓመታት ንስኻ ትጥቀመሎም ዝነበርካ ፓስዎርድ ረሲዕካዮም እንተኔርካ ሓንቲ ቃል ተጠቂምካ ክትረኽቦም ትኽእለሉ መንገዲ ኣብዚኣ ክንርእይ ኢና። ኣብዚ ግዜ እዚ መብዛሕትኡ ግዜ ኩሉ ድጂታል ብምዃኑ ንስኻ ግዴታ ኢኻ ላፕቶፕ፣ ኮምፒተር፣ ሞባይል ክትጥቀም። ብስራሕኻ መንገድኻ ንስኻ ብዙሕ ኣካውንታት ኣለካ ናይ ባንክኻ፣ ኤፖስትኻ ፌስቡክ ቲክቶክ ዋት ኤቨር ናይ ዝኾነ ነገር ነዚኦም ከኣ ግዴታ ንስኻ ፓስወርድ ክህልወካ እዩ መብዛሕቱ ግዜ ንሕና ከኣ ምስ ብምልኡ ምብዝሑ ረሲዕናዮ እንዳበልና ብዙሓት ሰባት ንሽገር ሰባት ኣለና ኢና ከም ዝበልክዎ ኣብዛ ቪድዮ እዚኣ ሓንቲ ከኣ ተጠቂምና ክንረኽቦ ክንፍትን ስለ ዝኾና ብሓንሳብ ንርኣያ ወላ ውን ከም ተወሳኺ መብዛሕትና ሳብስክራይብ ከይንገብርሲ እቲ ናትና ፓስወርድ ስለ ዝረሳዕናዮ ክሕልፈና ኣይከኣለን። ላይክ ከይንገብር ኣብዚ ዩቱብ ክሕልፈና ኣይከኣለን ምኽንያቱ ፓስወርድ ስለ ዝተረሰዐ ንስኻትኩም ውን እዛ ቪድዮ እዚኣ ንዓኹም ትምልከት እያ ኣስዕብ ኣቢለ ክሕልፋ ዝደሊ ነገር ከኣ ኣንስትና ከኣ ፓስወርድ ከይገብራ እሞ ከይንርስዖ እሞ ዋእ ንሕና ከኣ ከይንርሳዕ ስለዚ ሓደራ ነገራትና ኣይንረስዓዮ ነቶም ዝረሳዕናዮም ኣካውንታት ፓስወርዶም ምስ ንደሊ ኣብዚ ጎጉል ፓስወርድ ማናጀር ኢልና ምስ ጸሓፍና ኣብ ታሕቲ ዘሎ ፓስዎር ማናጀር ዝብል ሊንክ ምስ ኣተና ኣብዛ ሞባይል እዚኣ ዝተጠቀምካሎም ብምልኦም ኣካውንት ኣብዚ ንህለው እዚኦም ናተይ እዮም ናታትኩም ከኣ ከምዚ ኢሎም ክጸንሑኹም ስለ ዝኾነ እቲ ዘድልየኩም ወብሳይት ኣቲኹም ፓስዎርዱ እንታይ ኢልኩም እኹም ጽሒፍኩሉ ኔርኩም ኣብዚ ሴቭ ኮይኑ ክጸንሓኩም ስለ ዝኽእል በዚ ጌርኩም ሽግርኩም ክትፈትሑ ትኽእሉ። ሓንቲ ተወሳኺት ተራር ሓበሬታ ከሕልፋ ዝደልያ ነገር ግን ናይ ባንክና ናይ ተተንከፍቲ ኤፖስት እንድሕር ሃልዮሙና ንሕና ኣብዚ ሞባይልና ሴቭ ኣይንበሎ ምኽንያቱ ንስኻ ሞባይልካ ትጠፍኣካ እሞ ሞባይልካ ሃከ ትግበር እሞ ብሙሉኡ ናትካ ፓስወርድ ሴቭ ጌርካዮ ተጸኒሕካ ንስኻ ጽባሕ ንግሆ ኣብ ሓደጋ ከይትኣቱ መታን ብሙሉኦም ተተንከፍቲ ፓስወርድ ዘለውኻ ሴቭ ኣይትበሎም ተተኻኢሉ ካልእ ዓይነት መዘከሪ ጌርካ ንስኻ ክትምዝግቦም ኣለካ ደኣ እምበር ኣብዛ ሞባይልካ እዚኣ ሴቭ ኣይትበሎ። እቶም ክኢላታት ከኣ ደሓር ነቲ ሴቭ ዝበልካዮ ኣውጺኦም ንዓኻ ክጉሕጉሑኻ ስለ ዝኽእሉ። እዛ ቪድዮ እዚኣ መሃሪት ኮይና ተረኺብኩማ ናብ ብዙሓት ክትበጽሕ ሸር ላይክ ኮመንት ምሕማቕ Thank you።